እንታ ዝሓዞ መንእሰይ ዘሎ ኡት ኣብዚኣ ደልካ ክኣቱ እዩ ተጠበስ ኣብዚኣ ደልካ ክጥበስ እዩ ምክንያቱ ለውጢ ይደሊ ኣሎ the same point ሓደ ሕልፈት ሕልፈት ናይ ናይ ሕሙም ኣብ ዓራት ዝተደነሰ ኮይንዎ ለውጢ ክደሊ ይደሊ ኣሎ ዝተፈጠፊ ለውጢ ይደሊ ዝብል ዘሎ መንእሰይ ነዚ ንክትገብር እንታይ እዩ ኩሉ ሻዕ መገድኻ ፅፉፍ ክትገብሮ ኣለካ ኣብ ጌጋታት ዝረእኻ ቆጢብካ ክትፅግኖ ኣለካ ጌጋታት ፀገን ፀገነልና ንብል ዘለና ሕጂ ናይ ኣነ ወዲ ሰራየ ኣብ ሰራየ ድኽመት ናይ ፖለቲካ ተራእዩ ኣሎ። ኣብ መንእሰይ ሰራየ ከይውልዑና ብህግደፍ ጌርና ንብለኩም ኣለና። ወይ ከኣ ነቲ መንእሰይ ናብኡ ዘለዉ ናብ ህግደፍ ከይወስድዎ። ኣህ ድኽመታት ኣብ ኤልሳ ጭሮም ረይዋ ትገብር ዘላ ህግደፍ ጸርያ። እዚ ጅስቲድዮ ትርእይዎ ኣለኹም ምስ ተጋሩ ይሰሓሓብ ኣሎ። ከመይ ጌርካ ምስ ኣምሓራ ኣጀንዳ ክሰርሕ ምስ ተጋሩ ካይተሰማማዕካ ምስ ኣምሓራ ከመይ ጌርካ ክትሰርሕ ትኽእል። ውይ እሱ ኢትዮጵያ ከመይ ጌርካ ትሰርሕ ትኽእል ረይዎ እቲ ዛንገዳ ሰይጣን ይመስል ረይዎ ትሪኦ ዘለኹም ብገንዘብ ኣኮሉ ጉዛይ ሃብቲሙ ብገንዘብ ኣኮሉ ጉዛይ ጅስቲዶ ዝገብር ዘሎ ትሪእዎ ኣለኹም ረካርት ሰለያ ኣብ ሰራየ ፖለቲካዊ ውድቀት ተረኣይሎ እዚ መንእሰይ እንታይ ንግበሮ እዚኣ ሓቂ ኮይና ንዛረብ ተረዲእኩም ተተሓቢኦም እዮም ዝሰምዑና ዘለዉ ሕጂ ኣብ ኳሊሞምና ሰላያ እዮም ዝብሉ ዘለዉ ዘለ የለን ኣብ ሰራይ ነዚ ነዚ መንእሰይ ሰራየ ዓሰርተ ቅርሺ ነውሲ ወከፍ ሰራወታይ ዓሰርተ ቅርሺ መስለል ሴራ ተባሂሉ ዓሰርተ ቅርሺ ተቆራፅ ኣለዎ ናይ ምኽሪ ዶ ናይ መቃብር ዶ ዝበሃል ነገር ኣሎ እቲ ውሽጦም መዓልታዊ ዝገብርዎ ተኣኪቦም እዞም ገይሮም ቁርብርብ ጥራሕ ኣብዚ ዘይመጽእ ዘረባታት ዘሎ ሒዝናዮ ዘለና ነጥብታት ናታቶም ወላ ሓንቲ ኣነ ከም ኣፈወርቂ ወዲ ሰራየ ምዃነይ ይሓፍር ከማን እዚ ዘረባታት እዚ ኣብ ቁርምሩም ኢሎም ክዛረብሉ ብጣዕሚ እየ ዝሓፍር ሎሚ ሰብ ከዓ ወልደ ተወልደይ እልቢ ዘይብሉ ደቂ ኮልጉዛይ ኣብቲ ሰራየ ዘሎ ሓቂ ከይመስለኩም እዚ ኩሉ ማይ ጫዕዳ ወዲ ኮልጉዛይ እዚ ኩሉ ትምዛዕ ደቂ ኮልጉዛይ ዓሳብ ዕስራን ሓምሽተን ገባር ኣለና። ዓሰርተ ክልተ ገባር ሰራየ ክኾኑ ከለዉ ዓሰርተ ሰለስተ ገባር ደቂ ኩሉግዘ ከምዚ ኢሎም ኣሕሊፎም ሂቡ እዚኦም ትፈልጥዎ ዘሎ ዓሰጓጉ ዳርጋ ፍቶም ኣብ ኩሉግዘ ቅዳምና ዝበሃል ዓዲ ሰብዓን ሓምሽተ ሚታዊ ኣብ ኩሉግዘ ተረዲእኩም ኣሎ እዚ ኩሉ ህዝቢ ከመይ ገይሩ ኣሕሊፉ ይህብ መዓልታዊ መዓልታዊ ዙም ትገብር ቁርብርብርብርብርብ ዙም ትገብር ቁርብርብርብርብርብ ዙም ትገብር ምኒን ሚኒን ኣብ መድያ መጺኻ ሚኒን ክትብል ኣለካ ኣብ መድያ ከንካ ህዝቢ ዝሰምዖ ዘረባ ክትዛረብ ኣለካ ኣይ ኣምነካን እቲ ህዝቢ ከማን ድሕሪ ሚኒን ሚኒን ህዝቢ ካይተጥፉ እዚ ኣይ ኣነ ዝብለኩም ዘለኹ ባይዘወይ ድጉፍ እዩ እዚ ናይ በዓል ውፉይ ንሪኦ ዘለና ድሕሪ ሕጂ ፈትኹም ጸሊኹም ብዝኾነ ሚት ግበራ ኣፌ ክሓተካ ሓንቲ ግዜ ክንዛረብ ብዝኾነ ወዲ ኪሮስ ዓርከይ ክቡር መራሒና ውፉይ ሃገር ኤሪትራ ዘይኮነ ሃገር ኣፍሪቃ እንቋ ሓጎሰና ኢና ንብል ብጣዕሚ ዝፀዓር ከዓ ኩሉ ግዜ ይዕወት እዩ ዝፀዓረ ኩሉ ግዜ ይዕወት እዩ ኣብ ገዛ እንዳደቀስካ ኮቦርታ ተጎልቢብካ ሚእትን ሓምሳን ጉሩብ ገርካ ትሕሱ ተኾንካ እንታይ ኢኻ ትተርፍ እንዳ ጎይኻ መጺኻ ኣታ ኣውራጃ ተሃርሙና ኣለኹ እዚኣ በቃ ዝጻዕር ግን ኩሉ ግዜ ተረዲኻኒ ሪኢኻ ኢኻ በቃ ድሮ ከኣ ይኸደልና ኣሎ ብጣዕሚ ዕድመን ጥዕናን ይሃብካ ዕድመን ጥዕናን ይሃብካ ውፉይሲ ኣብ ማእኸል ኣስመራሲ በቃ እንታይ ምክብለካ እየ ስታድዩም ኮይና በቃ ሕንጉረ ኢልና ክንቅበለካ ያሬያ ከም ናትካን እዚኣ ኣፌ ጅግና ተባዕ እዚኣ ናይ ውፉያ ኪንግ ማለት እዩ ተኣሽም ገይረ ውፅእ ኣሎ ድሓን ቀፅል ሓንቲ ግዜ ጎጃም ከይገፅሉ ኣዛርበና ሕጂ ቀፃል ኩሉ ግዜ ወዲ ክረ ሰዓርከይ ኣዛርበና ነታ ወዲ ክረ ሰዓርከይ ሓንቲ ግዜ ድሓር ትሪኦ ድሓር ትሪኦ ወዲ ክረ ሰዓርከይ ቀፅል ቀፅል ሕጂ ጎጃም ቀፅል ቀፅል ሕጂ ከምዚ ትብሎ ዘለኻ ወዲ ክረስ ዓርከይ ዝፀዓረ እዩ ዝዕወት ኩሉ ግዜ ሓቂ ወላ ሓደ ሰብ ይትረፍ ንሓቂ ወላ ሓደ ሰብ ክተርፍ ኣለዎ ንሓቂ ክትመተላ ኣለካ በቃ ኣብ ግዜ ለወጥ ቅይር ናብቲ ናብቲ ትብል ተኾንካ እንታይ ኢኻ ትተርፍ በቃ ጥራሕ ኢኻ ትተርፍ ወላ እቲ ቆልዓ ገዛ ገዛ ዝፃወት ዝንዕቐካ ተረዳኻኒ እቲ ቆልዓ ገዛ ገዛ ዝፃወት ወላ ንሱ እዩ ወላ ዝንዕቀካ ስለምንታይ ሓሳዊ ምዃኑ ወላ ይፈልጦ እዩ ተረዳኻኒ ንቆልዓ እዚ ክትሓቕፎ ተደሊኻስ እንታይ ትገብሮ ክልተ ግዜ ትሓቕፎ ምሽ ካልኣይ መዓልቲ ትቕንጥዎ ትሕሮ ተኾንካ እንታይ ገብረካ ኣይቀርበካን ይብለካ ስለምንታይ ርጉም ምዃኑ ስለ ዝፈልጠካ ርጉም ምዃኑ ስለ ዝፈልጠካ ሕጂ ከዓ እንታይ ገብራ ኣለና ኩሉ ግዜ ፅዒርካ ክትሰርሕ ኣለካ ስራሕ ካብ ኣብዚ ዓሰርተ ግዜ ዋጋ ይኸፍል ኢና ንዚ ህዝቢ እዚሲ ዋጋ ኢና ንኸፍሎ ኣበይ ኢና ርኢና ዋጋ ክኸፍል መን ዋጋ ይኸፍልን ዘይከፍልንስ ንሪኦ ኢና ዘለና ኣብዚ ማስሜዳ ብዓይንና ብዓይንና ወላ እቲ ጸማም ይርኢ ዘሎ ይሰምዕ እዩ ዘሎ ኣብዚ መጺኻ ናይ መልሓስ ናይ ተዛረብካ ገዛ ገዛ ናይ ተዛራረብካ ናብ ተረፍ እንቋቑሖ ከይድካ እንዳበኸኻ ምሕሳው ናብ ተረፍ እንቋቑሖ እኳ ኢኻ ትኸይድ ወዲ ሓደ ዓመት ድገለ እንቋቑሖ ገጭበሞ እንዳጎይኻ ናብኡ ከድካ ውይ ሓግዙኒ ውይ ውይ ንበዓል ከዓ ጃላ ከዓ ፈንጂ ረጊፁ ማለት እዩ መወዳእታ ንክገርመካ ተሰናሲ ኣብ መወዳእታ እዚ ጃላ ረጊፁ በቃ ጃላ ተሪፉ በቃ ክልተ ዓመት ሙሉእ ይሕሱ ነሩ በቃ ክልተ ዓመት ሙሉእ ወላ ተሓታቲ ናይ ህዝቢ ትግራይ በቃ ተረፍ ያ እንቋቑሖ ሲ የስ ተሓታቲ ሲ ይብለካ ኣለኹ እቲ ክልተ ዓመት ወላ ህዝቢ ትግራይ ለባም እንተኮይኑ መስተውዓል እንተኮይኑ በቃ ሰና ወላ ሲ ናይ መወዳእታ ተሓታቲ ብ ህዝቢ ትግራይ ኣለዎ ብልቃ ይብለካ ኣለኹ ኣብቲ ቆልዓ እዚ ኩሉ ጠፊኡ ዘሎ ብ ህዝቢ ትግራይ ኣሰና ወላ ተሓታቲ እዩ ያ ተሓታቲ እዩ ሕጂ ሕቶይ እውን መሪሕነት መፂኻ ማርና ይኸድን ይኽደን ነይሩ ህዝቢ ትግራይ እንዳመተ ካላስ ሕጂ እቶም ተቃለስቲ ነቲ ቃልሲ በቃ በተኻት ኩንሉ ንቃልስኻ እንተ ናጊፅካ ዝኸይድ የለን ለሚንካ ንዓት ብሎ የለን ንቃልሲ በቃ ጉየ እዩ ሰብ ዝጠፍእ ዘሎ ሰብ ህልም ዝብል ዘሎ ኣብዚ መፂኻ ናይ ጨለ መልሓት ናይ ተዛረብካ ከምዚ ኢሎምና በውራጃ እዚ ክትገድፎ ኣለካ ዓለታዊ በለካ ኣውራጃዊ በለካ ንቃልሲ ጥራይ ክትጎይ ኣለካ ከምዚ ናይ ውፉይ ከምዛ ናይ በዓል ውፊ ዝብላ ንቃልሲ ውፊ ንዓ ተቃለስ ኢሉ የምፀንን ሰልጠነ ንዓ ተቃለስ ኢሉ የምፀንን ኣፈወርቂ ንዓ ተቃለስ ኢሉ የምፀንን ጆን ብላክ ንዓ ተቃለስ ኢሉ የምፀንን ባዕለይ በቃ ሕልና እዩ ብዚ የምፅኒ ኣብ መወዳእታ ካን ክነግረካ ስጋብ ስጋብ መወዳእታ ካን ህዝቢ ትግራይ ምስ ህዝቢ ትግራይ ሰላም ከይረኸብና ኣብ ህዝቢ ኤርትራ ሰላም ኢልና ክንረክብ ኢልኩም ከይትሓስቡ ከይትሓስቡ ከይትሓስቡ ኣብዚ ክንቃጣቐጥ ንኽእል ኢና ብፖለቲካ ክንፀራረፍ ንኽእል ኢና ምስ ህዝቢ ትግራይ ስጋ መወዳእታ ግን ትጭንጣሕ መሰንገልና ደምና እዩ ከምቲ ክልተ ዓመት ህዝቢ ትግራይ ሓውና እዩ ኣካልና እዩ ዝብለ ዘለና ልክዕ ሕጂ ወላ ከምኡ እዩ በቃ እዚ ክትበለካ ኣብ ዕለት ከድካ ከምዚ ንዓ ተኣከብ ንዓባ ዝሕኒ ንዓስኪ ከምዚ ኢልካ ግን በቃ ማነኹም ሃሪምኩም ምላላቶም ናይ ዕለት ዕስራ ሲ በቃ ንድሕሪት መፂኹም ተጎንቢሕኹም ይቕረታ በሉ ተጎንቢሕኻ ይቕረታ ምባል ወላ እኮ ፅቡቕ እኳ እዩ ንዓባ ዝሕኒ ፍቐደኒ ተዛረብ እንዳበልካ ዓሰርተ ግዜ ዘረባ ምኒን ምኒን ኣይትበሉ ምን ኢና ኣይትበሉ ናብ ሓደ ተረፍ እንቋቑሖ እኳ ኢኹም ትኸዱ ተሃሪምና ኢልኩም ናብ ሓንቲ ሸርሙጣ ፌቨን ወንጫር ትሽዓተ ሰብ ዝርያ ሰበይቲ እኳ ኢኹም ትጎዩ ክትሕሱ ኣይትጻረፍ ብዘይ ጸርፊ ሓሳብ ሃብ ጎጆ ብዘይ ጸርፊ ጽቡቕ ሓሳብ እኳ ብዘይ ጸርፊ ኣይትጻረፍ እንታይ ይብለካ ኣለኹ ነይን ኣይጠረፍኩን ወዲ ክረስ ዓርከይ ተረደኻኒ ሰብሲ ንቓልሲ ሰብ ይመተና እዩ ዘሎ ወዲ ክረስ ዓርከይ ትሪኦ ኢኻ ዘለኻ ተዋጋ ቀሊል ኣይኮናን ዶሪ እሞ ኮነን ብዘይ ጤፍና ፀርፊ ዘሎ ተዛረብ ብዘይ ፀርፊ ፅቡቅ ሓሳብ ኣለካ ብጣዕሚ ግን ብዘይ ፀርፊ ኦኬ ተዛረብ የለካ ካላስ ራ ኣነ ዝብለካ ዘለኹ ሰብ ይጠፈእና ዘሎ ሓሶት ንየው ንበሎ ሚትን ሓምሳን ጉሩብ መሰንጀር ሒዝካ ምኒን ኣይትበሉ ኣብዚ የውፅዎ ምላላት መንእሰይ ሰላ ይኽለካ ሓንቲ ዝብለ ወዲ ኪሮስ ኣብዚ ከምዚ ንሕና ሓሳባት ኣምፂና ትኩስ ነብሎ ኣብዚ መፅኦም ይዘራረቡ ካብ ብውሽጢ ብውሽጢ ብውሽጢ ብውሽጢ ሽዑ ሰብ ምስ መተስ ዓሰርተ ዋጢ ሓደ ኢሎም ከም ዝዛ- ዝራዳዱ ኣብቲ ጉርቦም እኳ ኢና ዘለና ኣብቲ ጉርቦም እኳ ኢና ዘለና ሽዑ ስታይ ኢሎም ክዘራርቡ ናይ ሬሳ መዋፅሲ ክንደይ ከፊልካ ኣይዋ- ኣየዋፃኻ ኢሎም ከም ዝማኸሩ ፅቡቕ ዘዘረድዎም ዲኸ ፅቡቕ ሓሳባት ዘዝህብዎም ዲኸ ካብ ኣብዚ መፂኻ ኣነ ተቃላሳይ ኢና ዋጋ ንኸፍለሉ ካብ ትብሉ ምኒን ካብ ትብል ተቃለስ ተቃለስ ተቃለስ ከምቶም መይዳ ዝወርዱ ዘለዉ ኣሕዋትና ካብ ተቃለስ ዓሰርተ ግዜ ዓለታዊ ዓለታዊ ዓለታዊ እንዳበልካ ትመጽእ ብመሰንጀር ሙሉ መዓልቲ ካብ ትሓሚ ናይ ወዲ ኣኮለ ግዛ ኣይኮነ ኣብዚ መሰንጀር መጽኡ እንዳሓመኻ ዓለታዊ ኣውራጃዊ እንዳበልካ ዝመጸና ዘሎ መሰንጀር ናትኩም እዩ ረይዎ እዞም ዓለታውያን ኢልኩም ብቪድዮኹም ብገጽኩም መጺና ዘለሲ ካብ ኣኮለ ግዛ ወይ ካብ ሰራ ካብ ስታ ኣይኮነን ካብ ሓማሴን ካብ በዓልኹም መጸና ኣለቶም ተቃለስና ካብኣቶም መጸ ኣሎ እዞም ዓለታውያን እዚኦምሲ ይበዝሑን ኣለዉ ኢልኩም ተዛረብኩም ቃላት ተዛረብኩሞ በቃ ስቁልካ ይስነደኩም ኣሎ ኣብ ዝመጽኻ ካብ ዓሰርተ ግዜ ከምዚኦም ዮ በቃ በቃ ወ ንሕና ንበዝሕ እዚኣ በቃ ወ ንሕና ንበዝሕ ንብለኩም እንታይ ኢኻ ኮንካ እሞ ቀርቂርናካ ንሕና ንበዝሕ ኢልና ሰጒግናካ ንሕና ንበዝሕ ኢና ኢልና ጉሒፍናኩም በንጻሩ ከማን ንሕና ተሃሪምናልኩም ንመጽእ በንጻሩ ከማን መይትናልኩም ንመጽእ በንጻሩ ከማን ወረቐትና ተጠይቑ ከማን ንገዛና ንመጽእ ጣይታ ተሰኪምኩም ኳ ኢኹም ትመጽኡ ንገዛኹም ንስኹም ሕምባሻ ተሰኪምኩም ኳ ኢኹም ትመጽኡ ንገዛኹም ከብድኹም ኣትፊሕኹም እኳ ኢኹም ትመፁ ቀይሕን ፀሊምን ኮይነኒ ኢልኩም ጣይታ ሒዝኩም ትመፁ ሰባት እኳ ኢኹም ዋጋ ብዛዕባ ዋጋ ብዛዕባ ስታይ እናተዛረብና ከለና ብዛዕባ መግብን እኩላን ትዛረቡ ሰባት እኳ ኢኹም ኣብዚስ ዋጋ ከፊልና ከትብሉ ይተሓፍሩ እንደኹም ከ መን ኢኻ ዝፈርሐካ ድሕሪ እጅ የለን ቀብጠርጠር ዘብለካ የለን ዝኾነ ተቃላሳይ ቀብጠርጠር ኢሉ ዝኸደካ የለን ቃልስኻ ተደኺምካ ደቅስ ንዓና ይንብለካ ኣባዝሐና ይንብለካ ኢና ከምቶም ኣባዝሑና ንብል ከምኡ ዓይነት ሰባት ኣይኮናን ንዑና ይባዝሑና ንዓ ደውል እንዳበልካ ብመሰንጀርን ብተሌፎንን ንገለን ንኣፍሪቃ ደውልካ ብጓልን ገለን ከም- ከምኡ ዓይነት ኣይኮና ንሕና ሚትግበሮም ሕጂ እንታይ ክብል ደልየ ወዲ ክረስ ዓርከይ ኣነ ሓንቲ ዝብላ ጸዓር ከምዚ ናይ በዓል ውፉይ ከም ናይ በዓል ሰልጠነ ጸዓር ካብ ዓስ- ጭብጢ ከዓ ነምጽእ ካብ ዓሰርተ ግዜ ከተኽፎም ከም በዓል ውፉይ ተጸረፈ የለን ይሰርሕ ግን ኣሎ ይጎይ ኣሎ ውፉይ ተረዳኻኒ ይጎይ ኣሎ ይሰርሕ ተረዳኻኒ ሰብ ይእክብ መንእሰያት ማይ ማይ ዝመስሉ መንእሰያት ይእክብ ኣሎ ማይ ማይ ዝመስሉ መንእሰያት ኪድ ኣዲስ ኣበባ ረእዮም ኪድ ኡጋንዳ ረእዮም ኪድ ኣብ ካርቱም ዘለዉ ረእዮም መንእሰያት ኪድ ኣብ ኣፍሪቃ ዘለዉ መንእሰያት ረእዮም ይጎይዮም ዘለዉ ተረዳኻኒ ከምዚ በል እምበር ኣብ ዓሎት ንጎዮ ኣለና ናብ ዓሎት ከም ዝጎንና ኣለኹ ተኸምኡ ዝብል ኣገዛ ኣይትፈክር በርገር በልዒኻ እውይ ኣይትበል ንሕና ጆን ብላክ ተኣሲርና ሓንቲ መዓልቲ ምኒንና ኣይንፈልጥን ኪዶ ኣብ ስዊ ዘሎ ቆልዓ ንእሽተይ ተኣሲሩ ዘሎ ምኒን ኢልና ኣይንፈልጥን ዋዘማ ንውልቁ ተኣሲሩ እኳ ኢኹም ንስኹም እሲ ትሽዓተ ዲኹም ዓሰርተ ኣካውንት ተዋጢኹም ሂብኩመን ዘይሃብኩመንስ እግዚኣብሔር ኣምላኽ ባዕሉ የውፃዮ ተዋዜማ ክሪኦ ባዕሉ ክፈርዶ እቲ ሓጢኣት ከምዚ ዓይነት ቃላት ትዛረቡስ ኣብዚ መፂኹምስ ጠራዕራዕራዕ ትብሉ ጠራዕራዕ ካብ መኽደን ድስቲ ተሓልፍን ጣዕጣዕጣዕ ተኢላ እንታይ ትኸውን ድስቲ ገርካ ኢኻ ኣስቶብ ትኾን ከምኡ ዓይነቶም ክጥ- ንዓና ከምኡ ኢኹም ንዓይ ከምኡ ኢኹም ኣብዚ መፂኻ ንቓልስኹም ጥብዑ ኣብዚ መፂና ንሕና ካደይ በቃ ምን ኢና ይንበል ንቓልስና ንኽድ ዝፈከረ ይፈክር ክፀርፉ እዮም ከዋርድ እዮም ከፀሉም እዮም በቃ ኣብ መወዳእታ ግን ንዓና ግን ኣብቲ ዓድና እያ ሽዑ ይምፅኡ ንቓልሲ ኩሉ ግዜ ሓደ ወላ ተተሪፉ ክቃለስ ጥራይ ዘለዎ ካብ መወዳእታ ከዓ ንሓንቲ ህዝቢ ትግራይ ንዓና ከዓ ንስ ይበለካ ኣለኹ ደምና እዮም ኣካልና እዮም እምበር ከም ዘሰና ሪኢኻ የተኾንካ ጓል ፊልጶስ ናብ ናይጀርያ ከዳስ ናብ ተጋሩ ከማን ንምርዖ ኣለና ኢልካ ተረዳኻኒ ከምኡ ዓይነት ኣይኮናን ተረዳኻኒ ካብ ሓማሴን ካብ ሰራየ ዘለስ ይብለካ ኣለኹ ወዲ ሰንዓፈ ምሻኣነ ኣብ ህዝቢ ካብ ዓጋመ ክውለድ ደስ ይብለኒ ካብ ዓጋመ ዘይውለድ ኣጭዋን ናብኡ ይቐርበኒ ኩሉ ስታይ ሕጂ እዚ መፂኻ በሮቕሮቕ ኣይትበል እዚ ተረፍ እንቋቑሖ ናብ ኮይዶም ክፍክሩ ጥራዮም ዝኽእሉ ተረፍ እንቋቑሖ እየ ዝብሉ ኣነ በቃ ብእንቋቑሖ ተገጭቡ ዝኸይድ ሰብኣይስ ኣብዚ መፂኻ በዓልዚ ክዋራዘይ ንሶም እዮም ከምኡ እዮም ኩሎም ሓደ ዓይነት እዮም ሕጂ

ተረዲካ ትማል ትማል ከኣ ኣብዚ ማስሜድያ ዝጽሕፉ ነበረትካ ትርእዮ ኣለኻ ቀዳመይቲ እዚኣ ሕቶያ ካልኣይቲ ሕቶይ ከኣ ትማል እዚ ኢንተርቪው ዝገብር ዝነበረ ናይ